Hello, this is Microphone Media. Please like, subscribe, and share. Thank you.
ሰላም ጥዒን ሃበለይ ድሓን ደውዒልኩም ድሓን ድሓዲርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓ እንኳዕ ድሓና መፃኹም እናበልና ናይ ኩሉ ሻዕ መድመጽቲ ናይዚ ቤተሰብና ኣካል ኮይንኩም ክትቅጽሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ገይርኩም ንክትሰምዕዎ እውን ብክብሪ ንዕድመኩም ባርክስ እዚ ካብ በና ሰማዕቲ ኢለ ሒዝናልኩም እንመጽእ ዘለና ፓርት ዋን እንድሕር ዘይርኢኹምዎ እታ ናይ መጀመርያ ክፋል ማለት እዩ እታ ዝሓለፈት ቪድዮ እያ ከይድኩም ስምዕዋ መሰ ተተሓሓዘ እዩ ዓብዪ ዓብዪ ጉዳይ እዩ ናይ ህዝቢ ትግራይ ንክፈልጦ ንሕና ዓብዪ መፅሓፍ ክንፅሕፈሉ እውን እናሓሰብና ኢና ንምንታይ ንታሪክ ክቕመጥ ኣለዎ ህዝብና ሲ ክፈልጦ ኣለዎ ንምንታይ እዩ ብውልቀ ሰባት ዝተጀመረ ከም ቀሊል መሲሉ ዝተጀመረ ናብ ዝለዓለ ደረጃ በፂሑ ዝኒሆ እቲ ፈላላይ ከዓ እቶም ፀላእትና እናተጠቐሙ እ፣ ትግራይ ከም ዘላ ንክትፈርስ ትግራይ ከዓመ ዘለዋ ሚስጢራት ኩሉ ጓሕጒሕኻ ዝዝረብ ዘሎ ተተሓሓዘ እዩ ኣብታ ዝሓለፈት ቪድዮ ናይ ወዲ ኣባዲ ዘሞ ናይ መዘክር ነጊረኩም ኣለኹ ንምንታይ እየ ዘልዕለሉ ዘለኹ ዝወዲ እዚ ሃፍቲ ስለ ዘለዎ ብዙሕ ንብረት ስለ ዘለዎ ወይ ኣቦኡ ተጋዳላይ ስለ ዝነበረ እንኡ ናይ ፍርዲ ቤት ላዕለወይቲ ዳኛ ስለ ዝነበረት ገለመለ ኣይኮነን ዝተተሓሓዘ ታሪክ እዩ ምስቶም ትርእዎም ዘለኹም ኩሎም ተተሓሓዘ እዩ ናይ ንሰኩትሬ ናይ ኣለም ገብረዋህድ ናይ ጌታቸው ኣሰፋ ሓው ጌታቸው ኣሰፋ ዳንኤል ኣሰፋ በ- ዓብዪ ዓብዪ ዜና እዩ ነይሩ ቀቲልናዮ ኢሎም ደርጊ ማለት እዞም እ፣ እ፣ ዓብዪ ኣሕመድ ናይ ፕራይም ሚኒስተር ኦፊስ ዘውፅኦ ኣብ ፌስቡክ ኣለልኩም ክልጥፈልኩም ይኽእል እየ እንተደሊኹም ኣርባዕተ ዓብ ዓበይቲ ዓበይቲ ሰብ ስልጣን ቀቲልና ኢሎም መግለፂ ኣውፅኦም ነይሮም። እቲ ውግእ ኣብ ትግራይ እናሃለወ ብጣዕሚ ዝረሰነ ውግእ እናሃለወ ቆላ ተንቤን እርምጃ ተወሲድዎም ኢልካ ከምዚ ናይ ደርጊ ደርፈ ድሪፎም ብቴሌቭዥን ትሰበር ዜና ኢሎም ካብ ተዛረብሉ ሓደ ዳንኤል ኣሰፋ ሓው ጌታቸው ኣሰፋ እዩ ናይ ትግራይ ከዓመ ቁልፊ ዝኾነ ናይ ፋይናንስ ሓላፊ እዩ ነይሩ። ተተሓሓዘ እዩ። ኩሉ ነገር ክንነግረኩም ኢና ብትዕግስቲ ስምዕዎ ብትዕግስቲ ካብ መጀመርያ ፓርት ጀሚርኩም ክሻዕ መጨረሻ ክትሰምዕዎ እየ ዝደልየኩም ሕፅረሕፅረ እናበልና ነዊሕ ነገር ክትሰምዑ ስለ ዘይትኽእሉ ዳታ በዚሑና ገለመለ ስለ እትብሉ ብዝበዝሑ ሰማዕትና ከዓ መብ ኢትዮጵያ ብፍላይ ከዓ መኣብ ኣዲስ ኣበባ ስለ ዘለኹም ሕፅር ሕፅር እናበልና ኢና ክነምፀልኩም ሕዚ ዳንኤል ታደሰ ዳንኤል ኣሰፋ ማለት ይቐርታ መን እዩ ቀቲልዎ ንምንታይ እዩ ተቐቲሉ ንብለ ኣለና ካሊእ ሽዱሽተ ቢልዮን ቅርሺ ንብለ ኣለና ዕስራ ኩንታል ወርቂ ንብለ ኣለና ኣንሽቲ ንብለ ኣለና ደቂ ኣንስትዮ ማለት እዩ ስልጣን ንብለ ኣለና ሸርሕታት ዘለዎ እዩ ተተሓሓዘ እዩ እዚ ናይ ዳንኤል ኢና ክንነግረኩም ከም ነገረኩም ዘለኹ ዳንኤል ኣሰፋ ሓው ንጌታቸው ኣሰፋ እዩ ንሱ ከዓ ዓም ተቐቲሉ እዩ መን ይቐቲልዎ ንሱ እውን ክነምፀልኩም ኢና ዝበሃል ብደንብ ዚ ንዓብዪ ኣሕመድ እንታይ ኢሎም ይምፅኦም ነይሮም ኣብቲ ፕራይም ሚኒስተር ኦፊስ ኣርባዕተ ላዕለዎት ላዕለዎት ናይ ውድብ ህወሓት ሓለፍቲ ዝኾኑ ቀቲልና ኢሎም መን መን እዮም ነይሮም ሶኮትሬ ዘርኣይ ኣስገዶም ዳንኤል ኣሰፋ፣ ኣበበ ገብረመድህን ዝተብሃሉ ላዕለዎት ኣመራርሓ ናይ ህወሓት ጀግናው መከላከያ ሰራዊታችን እርምጃ ወስዱባቸዋል በድሮን ተገድለዋል ኢሎም ድሮን ግን ኣይቀተለቶን ጌታቸው ዳንኤል ኣሰፋ እዩ ታዲያ መን እዩ ቀቲልዎ ንሱ እውን ክነምፀልኩም ኢና ሰና ፅንሑ ካልእት ንክሰምዕዎ እውን ላይክ ሸር ግበርዎ ንምንታይ ከተቐቲሉ ንሱ ክነምፀልኩም ኢና ኣብዪ ኣሕመድ እውን ኣብዚ ፎቶግራፍ እዚ ንልጥፎ ዘለና ኣብዚ ታምኔልና ንልጥፎ ዘለና ተተሓሓዘ ኣብ መጨረሻ ኣከባቢ እነ ዓብይ ኣሕመድ ክመፁ እዮም ከምቲ ንነግረኩም ዘለና እነ ዳንኤል እውን ቀቲልና ኢሎም ከምተዛረቡ ንሳቶም እዮም ብካሊእ ኣንፈት ከዓ ዓመ ዝውረ ዳንኤል ተቐቲሉ እዩ ብናይ ኢትዮጵያ መከላከያ ሰራዊት ኢሎም ዘውርዩ እውን ኣለው ካሊእ እውን ኣሎ ምስ መከላከያ ሰራዊት ምስ ወደቦይ ስብሓት ነጋ እናሃለወ እዮም ተቐቲሎም ተብሂሉ እዚ እውን ኣይኮነን ኢሎም ካሊእ ከዓ መስረጃ ሂቦምና ኣለው ግን ከ ንምንታይ እዩ ተቐቲሉ እቲ ዕስራ እቲ ሽዱሽተ ቢልዮን ቅርሺ ንብሎ ዘለና ከ ንምንታይ እዩ ክልተ ኣይመን ዕስራ ኩንታል ወርቂ ንብል ዘለና ከ ንምንታይ እዩ ኣንሽቲ ሰይጣን ንሱ ስልጣን ንሱ ይጽናሕ እሞ ሄዚ ናብቲ ፋይናንስ ኢና ክንወስደኩም ከምቲ ዝበልናኩም ናይ ሒሳብ ሓላፊ ስለ ዝነበረ ዳንኤል ኣሰፋ እዩሎ ሀዚ ተሃዘምፂናዮ ዝነና ኣብ ትግራይ እቲ ጦርነት እናሓየለ ምስ ከደ ናብ በረኻ እዙ ናይ ኢትዮጵያ ሰራዊት ናይ ኤርትራ ሰራዊት ካልኦት እውን ናይ ፍሉያት ሓይልታት ተርእዩ ዘይፈልጥ ከዓመ ድሮን ናይ ዩናይትድ ዓረብ ኤምሬትስ ብደቡብ ትግራይ ብፍላይ ብሓይሊ እናጥቅዓ ስለ ዝመፃ ያው ክወፁ ከም ዘለዎም ወሲኖም ውድብ ህወሓት ኣብዚ ከፍ ኢልና ተፀኒሕና ሓደ እቲ ከተማ ከዓንኡ ካልኣይ ነገር ከዓሞ ኩልና ክውድእና እዮም ዝብል ስለ ዝወሰኑ ነቶም ህዝቢ ናይ ዓበይቲ ዓዲ ዝበሃሉ ናይ መቐለ ኣኪቦም ክንወፅእ ኢና ኣየኹም ግን ኣብ ቀረባ እዋን ክንምለስ ኢና ኩሉ ነገር ከም እነሸንፍ ኣይንጠራጠርን ህዝብና ሒዝና ኩሉ ነገር ከም እነሸንፍ ምንም ኣይንጠራጠርን ሕዚ ግን ክንወፅእ ኢና ንወፀሉ ምክንያት ከዓመ ንህይወትና ጥራሕ ኢልና እንተይኮነስ ንህዝብና እውን ክንመርሕ ኣለና ክነተሓባብረ ኣለና ክነቃልሰ ኣለና ካልኣይ ነገር ከዓመ እቱ ከተማ እውን ከምዘየሎ ከነዕንዎ ኢና ስለ ዝብሉ ዘለው ካብ ከተማ ውፁ ስለ ዝብሉ ዘለው ንሕና ወፂና ኢና ኣብ መቐለ የለላን ኢልና ክንእውጅ ኢና ካብኡ ድሓረ ምንም ምክንያት የብሎምን መቐለ ንኸይድብድቡ ዝብል እዩ ኑቲ ህዝቦም ነጊሮም ማለት እዩ ብውድብ ሕወሓት ኣቢሎም ካብኡ ድሓር ክወፁ ውሰን እንተሎ ቅርሺ ነይሩ ኣብ ኢትዮጵያ ኣብ ማለት ኣብ ትግራይ እዚ ቅርሺ እዙይ ከዓ ንብረት ናይ ትግራይ እዩ ናይ ትግራይ ናይ እቲ ትእምት ዝነበረ ናይ ተፈላለየ ተቐሚጡ ዝነበረ ሕሳብ ገለመለ ዝነበረ ገንዘብ ነይሩ ናብ 6 ቢልዮን ቅርሺ ኣቢሉ እቲ ገንዘብ ንሱ ኣብ ሓደ ሰብ ወይ ከዓ ብሓደ ወገን እንድሕር ወፅኡ ድንገት እንደተተሓዙ ድንገት ሒዞምዎ ዝኸዱ ዘለዉ እንድሕር ተትሒዞም ሓደጋ ክኸውን እዩ ከምዘሎ ክውረስ እዩ ካልኣይ ነገር ከዓ ብተፈላለየ ኣንፈት ንዋጋእ ስለ ዘለና ነቶም ተጋደልቲ እውን ቀልብ ንሓደሓደ ነገር እውን ወጭታት ኩሉ ንክሽፍነልና ንከፋፈሎ ተብሂሉ ብስነ ስርዓት እናፈረሙ እቶም ዓበይቲ ዝበሃሉ ናይ ውድብ ህወሓት ሓለፍቲ ማለት እዩ እናፈረመ ዳንኤል ኣፈሪሙ ዶኩሜንት ሒዙ ኣከፋፊልዎ እዩ ንኣብነት ጌታቸው ተስዓ ሚልዮን እዩ ተውሂብዎ ነይሩ ናይ ካልኦት እውን ክነግረኩም እየ ኩሎም ዝርዝሮም ሙሉእ ሓበሬታ እዩ ዘለና ሰማዕተይ ሙሉእ ዝኾነ ሓበሬታ ሄዚ ከፍ ኢልና ታይፕ እንተንገብሮ መፅሓፍ ዓብዪ መፅሓፍ ዝወፆ እዩ ኣነ ግን ሕፅረ ሕፅረ ቤተን ዋና ዋና ክነግረኩም እየ ንሱ እቲ ቅርሺ ተኸፋፊሎምዎ ዕስራ ኩንታል ወርቂ እውን ነይሩ እዩ እዙይ ሓድሽ ነገር ኣበይ ይኸይዱ ናበይ ይኸይዱ እዩ እምበር ንዓብዪ ኣሕመድ ዘይፈልጥዎ ሚስጢር ኣይኮንኩን ዘውፅእ ዘለኹ ህዝብና ግን ኣይፈልጡ ንምንታይ እዮም ተፃሊኦም ከመይ እዩ ኮይኑ መኣዝ እዮም ተፃሊኦም መኣዝ እዮም ተፈላለዮም ብሓደ ደይነበሩን ገና እንትወፁ እንተለዉ እውን ኣትሒዞም ድዮም ወፅዮም ብዙሕ ኣሉባልታ ስለ ዘሎ እቲ ትኽክለኛ ሓበሬታ ረኪብና ኣለና ሀዚ እቲ ትክክለኛ ሓበሬታ ረኪብና ኣለና ኩለን ክዓም ተሰሚዕኹምዎን ተን ቪድዮ ከነውፅአን ተዳሊና ዝነና ተን ሪከርድ ጌርና ነቅርበልኩም እንድሕር መዓልቲ መዓልቲ ፓርት ዋን ፓርት ቱ ፓርት ስሪ ፎርቲ ፎር እናበልና ሻዕ ሓሙሽተ ክበፅሕ ይኽእል እንድሕር ሰሚዕኹምዎን ሙሉእ ሓበሬታ ከም ዝህልወኩም ምንም ኣይንጠራጠርን ብድሕሪኡ ሕቶ የብልኩምን ዘፃልኦም እንታይ ከም ምዃኑ ትፈልጥዎ ኢኹም ሕዚ እቲ ገንዘብ ተውሂቡ ዝነበረ ተውሂቡ ተኸፋፊሉ ዝነበረ ገንዘብ መን መለሰ መን ኣይመለሰን ኣሎ ሕዚ ንኣብነት ጌታቸው ዳርጋ ናብ 30 ሚልዮን ዝኣክል ጌታቸው ረዳ ማለት እዩ ዝኣክል መሊሱ እዩ ኢሎምዎ እቲ ዝተረፈ ያው ወጪ ተገይሩ ማለት እዩ ንቶም ሰራዊት ቀለብም ይኹን ንተፈላለየ ንዙ ንዙ ሒሳብ ኦዲት ክግበር እዩ ግን ኣብ ቆላ ተንብየን እናሃለወ ናፍቱ ንኣብነት እየ ናይ ጌታቸው ዝነግረኩም ኣለኹ ኣብዚኣ ስለ ዘሎ እምበር ናይ ካልኦት እውን ኩሎም ክነግረኩም እየ ብዙሕ ሕዚ ንኣብነት ብዙሕ ገንዘብ ካብ ዝወሰዱ ሓደ እሙን ኢኻ ሒዝካ ኪድ ተውሂሉ ካብ ተዋሃ ዓለም ገብረዋህድ እዩ ሸሞንተ ሚእቲ ሚልየን ቅርሺ እዩ ተውሂብዎ ነይሩ ንዓለም ገብረዋህድ ብዝርዝሩ ከመፀልኩም እየ ንሱ እዚ ግን ዳንኤል ኣብ መንጎ ኣብ ቆላ ተንብየን ተወቒዑ ይቕተል መን እዩ ቀቲልዎ እዩ ንምንታይ ከተቐተለ እዩ ናይ ንዓብዪ ኣሕመድ ብድሮን ጌርና ካብ ዝቐተልናዮም ሓደ እዩ ኢሎም ብድሮን ከም ዘይተቐተለ ምስ እንሶከቴረ ከም ዘይነበረ ተረጋጊፁ እዩ ካልኣይ እውን ሓበሬታ ገይሮም ዘውፅእዎ ናይ ዓብዪ ኣሕመድ ብድሮን ጌርና ምስ ወደበይ ስብሓት ጌርና ሰራዊት ኢትዮጵያ መከላከያ ጀግና መከላከያ ሰራዊታችን ምስ ወደቦይ ስብሓትን ንዳንኤል ኣሰፋን ተቐቲሎም እዮም ይብል ምስ ዳንኤል ምስቱ ወደቦይ ስብሓት እውን ኣይነበረን ዳንኤል ዳንኤል ግን እንታይ እዩ ዘለዎ እተን ዝፈረመን እተን ዝተኸፋፈላ ገንዘብ እተን ወርቂ ኩሉ ትዲቴል ፅሒፉ ዘፈረሞም ኣብ ኢዱ እዩ ዝኒሆ ኣብ ኢዱ እዩ ዝኒሆ ሸርሕታት ብደንብ ክትሕዝዎ ኣለኩም ኣብ ኢድ መን ነይሩ ኣብ ዳንኤል ኢድ ነይሩ ካብኡ ኸ ዳንኤል ሞተ ማለት ከ እንታይ ማለት እዩ እቱ ዝነበረ ዶኩሜንት እውን ጠፍ እዩ እቲ ዝነበረ ዶኩሜንት እውን ሀዚ ኣበይ ከም ዝኣተወ ይፍለጥን እገለ መን ክንደይ ወሰደ ኣለና እየ ካሊእ ቀረይ ገለመለ ዝብል እንተሉ የምፅኣዮ ፅቡቅ እዩ ብጣዕሚ ክህሉ ኢና ንደልዮ ኦዲት እውን ክግበር ኣለዎ ሕሳብ ንተሓሳሰብ ተባሂሎም እውን ኣብ በረኻ እናሃለዉ ብዝበሉ ኣለዉ ኣብዚ ንጋማገም ተብሂሎም ኣብ መቐለ ምስ ኣተው እውን ንሕና ኣብ በረኻ እናሃለና ዶ ንጋማገም እንተበልናኩም እምቤበልኩምን ኣብዚ ንጋማገምን ኢሎም እውን ብዝበሉ ኣለዉ ምግምጋም ዝበሃል ክህሉ የብሉን ኣብ ውግእ ኢና ነርና ወራሪና ነርና መን ከም ዝመውት መን ከም ዝሓልፍ እውን ዘይተፈለጠ እናሃለወ ክንጋማገም የብልናን ዓድና ተወሪራ እያ ዝኒሃ ተሓባቢርና ሓራሻዕ ዝወፅእ ክንፀንሕ ኣለና እዚ ተጋማገመናም ኣይተጋማገመናም ዝመፅእ ለውጢ የለን እውን ዝብሉ እኒሄው ኣብዚ ማእኸል እውን ዘለዎ ኣለው ዝተፈላለየ ሓሳብ ዘለዎም ማለት እዩ እዚ ናይ መን ነጊረኩም ኣለኹ ናይ ወዲ ኣባዲ ዘሞ ነጊረኩም እየ ናይ ዳንኤል እውን ነጊረኩም እየ ሓው ንጌታቸው ሰፋ ብድሕሪኡ ዝመፅእ ፅልኣት ኣሎ ዚ ኣብታ ትቕፅል ወይ ናይ ዓብዪ ኣሕመድ ንምንታይ ንጌታቸው ረዳ ፕረዚደንት ክኸውን ከም ዝደለዮ ዝተተሓሓዘ እዩ ኩሉ ዝተተሓዘ እዩ ፍልል የብሉ ንምንታይ እዩ ንደብረ ፅየን ቢሉ ንጌታቸው ረዳ ዝሓዞ መን ምን ክንታይ ገይሮም ኣብ ቦሌ መንገዲ እንታይ ኣብ ቦሌ መድሃኒ ዓለም ኣካባቢ ብላክበርድ ዝበሃል ዳመስተታት እንታይ ይገብሩ ነይሮም ምስ ንሽመልስ ኣብዲሳ ከ እንታይ ይገብሩ ነይሮም ኣብ ሆቴላት ከ እንታይ የብልዕዎ እንታይ የቕርብሉ ነይሮም እቱ ዝተቐተለ ዳንኤል ከ ትውቅዕ ብምንታይ ተወቂዑ ኣብ ምንታይ ኸ ተወቂዑ እዚ ኩለይ ዝርዝር ሓበሬታ ኣለና ዘፃልኦም ኣለም ገብረዋህድን ጌታቸው ረዳን ክንታይ እዩ ታይትዋ እና ዘጻልኦም ይጻልኡ ዶ ነይሮም እዮም መጀመርያ ኣይጽለ ኣይነበሮም ዝገርመኩም ምፍሕፋሕ ኣነ ትኽክል ኣነ ኮንኮን ንስኻ ኣይኮንካን ገለመለ እምበር ከምዚ ዝኸረረ መጠን ምሽጢር ናይ ዓዲ ዘውፅእ ጽለ ኣይነበሮም መጀመርያ ጥቕሚ ኣብ ገንዘብ እዩ ዝኒሆ ኩሉ ምሽጢር ዘውፅእ እኒሆ ሰካራም እኒሆ ሸርሙጣ እኒሆ ዘጥፍእ እኒሆ ንብረት ዝኒሄዎም እኒሄው ተገምጊሞም ዝተፈለጡ ኣለዉ ንንሕድሕድ እዮም ክንደይ ዝኣክል ገዛ ከም ዝሰርሑ ክንደይ ዝኣክል ንብረት ከም ዘይብሎም ሓንቲ ነገር ዘይብሎም ኣለው ዝተፈላለየ ነገር ጀሚርካ ካብ ናይ ታደሰ ወረደ እውን እንታይ ኣብ መቐለ ብክንደይ ግዘ እንታይ ከም ዝሰርሐ እንታይ ከም ዝገበረ እንታይ ከም ዘምፀኦ ኩሉ ተሓበሬታ ኣለና እዩ ኩሉ ተሓበሬታ ኣለና ሕዚ ኣብታ እትቕፅል ከዓ መፀኒሐ ንምንታይ ጌታቸው ረዳን ጌታቸው ኣሰፋን ተፃሉ እንግዲህ ጌታቸው ሓው ጌታቸው ኣሰፋ ተቐቲሉ ኣሎ ክበለና ብድሕሪኡ እውን ዝወፀ ምሽጥር ኣሎ እቲ ምሽጥር መን የውፅእዎ ካብኡ ከ ምስ ጌታቸው ከ ንምንታይ ኣፃሊእዎም እቲ ዋና ናይ ኣለም ገብረዋህድን ናይ ጌታቸው ረዳን ከ እንታይ እቲ ዋና ፅልኦም ነይሩ እዚ እውን ክነምፀልኩም ኢና ዝርዝር ሻዕ መጨረሻ ፅንሑ ብጣዕሚ ዘገርም ዘስደምም እውን ናይ ንሽመልስ ኣብዲሳን ናይ ዓብዪ ኣሕመድን ንጌታቸው ዝገበርዎ ክንነግረኩም ኢና ናብኡ ኣብቲ ዝቕፅል ከምፀልኩም እየ ንህዘው ዝይኣኽለና ሻዕ ዝቕፅል ግዜ ሰላም ድሓን ውዓል ድሓን ህደሩ ከይድኩም እንድሕር ዚኣ ዝሓለፈ ዘይረኹምዋ ርእዮዋ እዚ እውን ላይክ ገይርኩም ወፁ ሰማዕቲ